ገለ ዶብ ሂወትኩም ዝኣመንኩሞ ጠሊሙኩም ይፈልጥ? ንጽቡቕ ዝሓሰብኩሞ ዶ ናብ ሕማቕ ተቐይሩ ሂወትኩም ኣባላሺኩም ይፈልጥ? ክንደይ ሰብ እዩ ከምዚ ናተይ ዝጓነፎ? ከመይ ጌርኩም ከ ቁስልኹም ሓኪምኩም ኪኢልኩሞ? ኣብዘን ዝሓለፋ ሽዱሽተ ዓመታት ኣብ ካናዳ ከቢድ ዝኾነ ሂወተይ የሕሊፈ። ጓል ኣንስተይቲ ምስ ሙኻነይ እቲ ሓዳር ዝገብረሉ ግዜ ከም ዝሓለፈ ኮይኑ ይስማዓኒ። ካብ ካናዳ ወጽየ ምስ ስድራይ ኮነ ምስ መሓዙተይን ከይራኽብ ድማ ናይ ካናዳ ናይ ነባርነት ወረቐት ዘይምሓዘይ ከቢድ ዝኾነ ዋጋ የኽፊሉኒ። ድሕሪዘን ዓመታት ግን ናይ ካናዳ ዜግነት ተዋሂበ ከም ዝኾነ ነባሪ ክኣቱን ክወጽእን ፍቓድ ተዋህበኒ። ከም ጓል ኣንስተይቲ መጠን ኩሉ ግዜ ዘተሓሳስበን ነገር እንተሃልዩ ዕድመይ እዩ። ንነብሰይ ክሪኣ ከለኹ ጓል ዕስራን ሸሞንተን ማለት ናይ ሓዳር ግዜ ዝሓለፋ ገይረ'የ ዝቖጽራ። ምናልባት ዝበዝሓ መሓዙተይ ተመሪዐን ስለ ዝወለዳ በይነይ ምትራፈይ ክኸውን ይኽእል እዩ። ብዝኾነ ይኹን መንገዲ ኣብዛ ሕጂ ዘለኹዋ ንሓዳር ዝኾነኒ ሰብ ምንዳይ ጉዳየይ ገይረዮ ኣብ ከምዚ ኩነታት ከለኹ ንነዊሕ ዓመታት ዘይረኸብኩዋ መሓዛይ ክረክብ ኣብኡ ከለኹ እውን ዕረፍቲ ተኾነን ብምባል ንኣዲስ ኣበባ ክኸይድ ወሰንኩ። ከም ሓሳበይ ከኣ ኩሉ ኣስሊጠ ነታ ንነዊሕ እዋን ዘይረኸብኩዋ መሓዛይ ኣብ ኣዲስ ረኸብኩዋ። ወዳ ትጥመቕ ስለ ዝነበረትን ኩሉ ናይ ሓዳር ህይወታ ርእየ ኣዝየ ቀኒኤ። ኣብ ኣዲስ ብዙሓት ኤርትራውያን ብዘይ ንሱ እውን ናፊቐዮ ዝነበርኩ ገጽ ናይ ሓበሻ ርእየ ዓደይ ዘለኹ ኮይኑ ክሳዕ ዝስመዓኒ ውሽጠይ ፍስሃ ዓሲልዎ። ንዕረፍተይ ብግቡእ'የ ኣስተማቒረዮ። ኣብ ከምዚ ኩነታት ከለኹ እየ ከኣ ብምኽንያት ጥምቀት ዝመጸ ኣፍቃሪየይ ዝተዳለኽዎ። ምስ እንዳ መሓዛይ ጥቡቕ ዝኾነ ርክብ ስለ ዝነበሮ ክሕግዝ ናብትን ናብትን ክብል ከሎ ኣስተውዓልኩሉ። ከም ዝኾነ ናብኡ ዝመጽእ ጋሻ መጀመርታ ናይ ዓይኒ ቀጺለ ከኣ ናይ ዕላል ሌላ ገበርና። ኣብተን ምስ መሓዛይ ዝቐነኹለን መዓልታት ይመላለስ ስለ ዝነበረ ውሽጠይ ብዛዕብኡ ዝኾነ ነገር ክስምዓን ጀመረ። ኮይኑ ግን ተቐራሪብና ብዙሕ ከነዕልል ኮነ ነዊሕ ግዜ ከነሕልፍ ኣይከኣልናን። መዓልትታተይ ኣኺለን። ቀሪበ ከዕልሎ እንተ ዝኽእል ደስ ምበለኒ፣ ግን ኣይከኣልኩን። ንካናዳ ከኣ ተመለስኩ። ነዊሕ ኣይወሰደን ኣብ ሞባይለይ ዝመጸኒ መልእኽቲ ገናጺለ እንዳ ረኣኹ ነዚ ሓንሳእ ርእየዮ ኣብ ልበይ ዝኣተወ ወዲ መልእኽቱ ረኣኹ። ናይ ፍሬንድ ሪከስት ሕቶ ተቐቢለ ከኣ ሃይ ክብል ጸሓፍኩሉ። ነዊሕ ከይጸንሐ መልሰይ ክጽበ ዝጸንሐ ክመስል መልእኽቱ ሰደደለይ። ሃይ ከመይ ኣለኺ? ሓንሳእ ርእየ ኣብ ልበይ ዘእተኹዎ ሰብ ብኽንድዚ ዝኣክል ፍጥነት ክረኽቦ ኣብ ርእሰይ ኣይነበረንን። ሕልሚ ኮይኑ እንዳተሰማዓኒ ዕላልና ቀጸልና። ኣብ ዝቐጸለ መዓልታት እውን ክንጸሓሓፍ ክንደዋወል ርክብና እንዳደልደለ ከደ። ብኸመይ ካናዳ ከም ዝኸድኩ፣ ብዛዕባ ስድራይ፣ ብዛዕባ ስርሐይ ብዙሕ ነገር ክሓተን ጀመረ። ኣነ ውን ንሕትኡ በብሓደ እንዳመለስኩ ብወገነይ ክሓቶ ዘለኒ ኩሉ እንዳሓተትኩ ርክብና ኣዝዩ ኣዝዩ ደልደለ። ኣብ ኣዲስ ኣበባ ካብ ዝመጽእ ነዊሕ ከም ዝገበረ፣ በይኑ ከም ዝነብር፣ ኣብ ወጻኢ ዝሕግዞ ከም ዘይብሉ፣ ባዕሉ ሰሪሑ ከኣ ሂወቱ ከም ዝመርሕ ነገረኒ። ከምቲ ዝሰምዖ እንተኾይኑ ናይ ዝኾነ ሓገዝ ዘይብሉ፣ ባዕሉ ሰሪሑ ዝነብር ሰብ ከምዘይብሉ እየ ዝፈልጥ። ምስ መነባብሮ ናይታ ዓዲ ኣገናዚበ ማዕረ ክንደይ ንፉዕ ምዃኑ ክግምት ፈተንኩ። ከምዚ ዓይነት ሰብ ምልላየይ ተሓጒሰ ክኸስሮ ከምዘይብለይ ተረዳእኩ። ንመሓዛይ ደዊለ እውን ብዛዕባኡ ሓተትክዋ። ካብ ግምተይ ብዘይፍለ ንሳውን ተኾነት ኣዝያ ከምተድንቖ፣ ኩሉ ጠባዩ፣ ንስራሕ ዘለዎ ድሌት፣ ከምዞም ናይ ሎሚ መንእሰያት ከም ዘይኮነ ነገረትኒ። ንቑሩብ ኣዋርሕ፣ መዓልታት እንዳተራኸብና፣ ብዙሕ እንዳዕለልና ጸናሕና። ብልበይ'ውን ንዕኡ ዝነበረን ስምዒት እንዳ ወሰኸ ከደ። ምስቲ ዝነበረን ድሌት መርዓን ውላድን፣ ባዕለይ ክሓቶ ከም ዝደለዮ ክነግሮን ኣይጸላእኩን። ምሕታተይ'ውን ጌጋ ኮይኑ ይስምዓኒ ነበረን። ግን ከኣ ታህዋኽ ከይመስል፣ ብሰንኪ እዚ'ውን ከይከስሮ ብምስጋእ፣ ቁሩብ ክዕገሶ ተገደድኩ። ናብ ኣዲስ ክምለስ እሞ ምስኡ ቅሩብ ግዜ ከሕልፍ፣ ጽቡቕ ገይረ እውን ክለምዶ ከም ዘድልየኒ ሓሰብኩ። ኣይደንጎኹን ከኣ ኣብ ሓጺር ግዜ ተመሊሰ ንኣዲስ ኣበባ ከድኩ። ንመሓዛይ ደጊመ ረኺበያ። ቀልጢፈ ምምጸኤይ ኣዝዩ ገሪምዋ። እንታይ ደኣ ሎምስ ቀልጢፍኪ መጺኺ? ሓድሽ ነገር ግዲ ክተስምዕኒ ኢኺ? ብምባል እውን ሓተተትኒ። ኣነ እውን ዝመጻእኩ ምኽንያት እተን ዘለዋ ንዕረፍቲ ክጥቀመለን ስለ ዘለኹ'የ ብምባል ንዕኡ ክረኽቦ ከም ዝደሊ ኩሉ መዳባተይ ነገርክዋ። ኣብዚ ግዜ እዚ ንሱ'ውን ናብኡ መጺኡ ክረኽበኒ ኣብቲ ዝነበሮ ናይ ዕረፍቲ ሰዓታት ምስ እንዳ መሓዛይ ብሓባር ከነዕልል ድሕሪ ምቕናይ ደገ ወጺእና ነዕልለሉ ናይ በይንና ግዜ ተቖጻጺርና ክንራኽብ ጀመርና። ኣብታ ቀደመይቲ ቆጸራና፣ ብዛዕባ ናብርኡን ስድርኡን የዕለና። ካብቲ ናይ ቅድም ዘይፍለ ኩሎም ስድርኡ ኣብ ኣፍሪቃ ከም ዝነብሩ ደጊሙ ነገረኒ። ኣነ እውን ተቢዑ ህይወቱ ክቕይር ዝፍትን ብምዃኑ ኣዝየ ከም ዘድነቕኩዎ ነገርኩዎ። ቀጺልና እውን ብዛዕባ ፍቕራዊ ጉዕዞና ከመይ ምዃኑ ሓተተኒ። ኣነ ብወገነይ ንነዊሕ ዓመታት ካብ ዝኾነ ዓይነት ፍቕራዊ ዝምድና ርሒቐ ከም ዝጸናሕኩ ነገርኩዎ። ንሱ ከኣ ብኣንጻሩ ብሰንኪ ዘጓነፎ ናይ ናብራ ክብደት፣ ህይወቱ ኣብ ስራሕን ስድርኡ ኣብ ምሕጋዝን ከም ዘሕልፎ፣ ኣፍቃሪት ትበሃል ሒዙ ከም ዘይፈልጥ ነገረኒ። ኣዝየ ተገሪመሉ። በዚ ሎሚ እዋን ኣብ ስደት ከምዚ ዓይነት ወዲ ኣይተጸበኹን። በዚ ከኣ ተስፋ ክህቦ ብኡ ኣዝየ ከም ዝኾራዕኩ ክነግሮ ጀመርኩ። ኣዝዩ ተሓጒሱ ንሱ'ውን ተስፋ ትህበኒ ሰብ ረኺበ ብምባል እዚ ናይ መጀመርታ ምዃኑ ነገረኒ። ኣነ'ውን እቶም ንነዊሕ ዓመታት ብዓይነይ ዘይረኣኹዎም ስድራይን የሕዋተይን፣ ብልበይ እንዳሓሰብኩ ከምዚ በልክዎ፣ ኩሎም የሕዋተይ ከማኻ እንተዝኾኑለይ ኣዝየ ምተሓጎስኩ ብምባል ሓንቲ ሓፍተይ ካብ ኤርትራ ብዙሕ ግዜ ከውጽኣ ፈቲነ ግን ከኣ ከምዘይሰለጠኒ ነጊረ ሕጂ ግን ናይ መወዳእታ ክፍትነላ ከምዝሓሰብኩ ነገርክዎ ንሱ ውን ከምኡ ዝሰርሑ ክልተ ሰለስተ ዝፈልጦም ሰባት ከምዘለዉ ምሰኦም ከራኽበኒ ከምዝኽእል ነገረኒ። በዚ ዝጀመረ ርክብና እንዳዓበየ ከይዱ ናብ ዝተፈላለዩ ቦታታት ሒዙኒ ክኸይድ ብሓንሳብ ጽቡቕ ግዜ ከነሕልፍ ቀነና። ንዕኡ ዝነበረን ድሌት ኣዝዩ ወሲኹ፣ እዚ ኸኣ ብኸመይ ክገልጸሉ ከም ዝኽእል ክሓስብ ጀመርኩ። ኩሉ ዝኽእሎ እንዳገበርኩ ከም ዝደልዮ ከረድኦ ብኢዱ እንዳሓዝኩ ክዛረቦን ቀነኹ። ንሱ ግን ዋላ ሓንቲ ናይ ፍቕሪ ምልክት ኣየርኣየንን። ዝኸደለን መዓልታት ስለ ዝቐረባ ዋላ ሓንቲ ከየፍረኹ ከይምለስ ኣዝየ ፈራህኩ። መዓልታተይ ይቃረባ ከም ዘለዋ ክነግሮ ጀመርኩ። ንሱ ውን ከማይ ምኻደይ ሰሚዑ ሰንቢዱ ሕጂ ግን ዘይ ከም ካልእ ግዜ ምሳይ ምህላዉ ኣዝዩ ሓጎስ ከም ዝፈጥረሉ እንዳ ነገረ የእዳወይ ክሕዘኒ ኣብ ገጸይ ክስዕመንን ጀመረ። ጸኒሑ ውን ፍቕሩ ክገልጸለይ ጀመረ። ከምዚ ኢልና እተን ዝተረፋ ውሑዳት መዓልታት ብጽቡቕ ኣሕለፍናየን። ንዑ ክብል ሃገር ኣቋሪጸ መጼ ከም ሓሳበይ ስለ ዝገበርኩ ንኹሉ ግዜ ዝርደኣኒ ሰብ ረኺበ ብምባል ልበይ መሊኡለይ ዓደይ ንምኻድ ተዳለኹ። ነገር ሓድሽ ፍቕሪ ግዲ ኮይኑ ካብኡ ክፋላለ ንሱውን ካባይ ክፍለ ፈጺሙ ከቢድና ኔሩ ግን እንታይ ይገበር ክኸይድ ስለ ዝነበረኒ ካብኡን ካብ ዝፈትዋ መሓዛይን ተፈላልየ ንዓደይ ተመለስኩ። ተሌፎን እንዳደወልኩ ንሱውን እንዳደወለለይ ንነዊሕ ሰዓታት ነዕልል፣ ከም ፍቑራት መጠን ናይ ውሽጥና ንገላለጽ፣ ድሮ ከይጀመርና ናፍቖት ክብርትዓና ጀመረ። ጌና ካብኡ ተፈላልየ ነዊሕ ኣይገበርኩን፣ ካልኣይ ግዜ ክረኽቦ ንኹሉ ሳዕ ናተይ ክገብሮ ተመነኹ። ካናዳ ተመሊሰ ኣብ ውሽጢ ውሑዳት ኣዋርሕ ሓፍተይ ዘውጽኣሉ መንገዲ ስለ ዝረኸብኩ ከይተደናገኹ ከም ትብገስ ገበርኩ፣ ግን ከምቲ ዝሓሰብኩ ኣይኮነን፣ ኣብ ትግራይ ተጨውያ ሰለስተ ሽሕ ዶላር ክኽፈለላ ተሓተትኩ። ሰሪሐ ዝኣከብኩዎ ገንዘብ ስለ ዝነበረን ንኽኸፍለላ ኣይተሸገርኩን። ንኣፍቃሪየይ ደዊለ ብምንጋር ነቲ ገንዘብ ልኢኸ ከም ትወጽእ ገበርኩዋ። ድሕሪ ብዙሕ ናይ ፍርሕን ሻቕሎትን ግዜ ከኣ ወጸት እሞ ንኣፍቃሪየይ ናብራ ከይሽግራን ከይትጽገምን ኣብ ጥቓኻ ገዛ ርኸበላ። ኩሉ ዘድልያ ከኣ ክገብረላየ። ከምቲ ዝበልኩዎ'ውን ገበረ። ዝተኻረየቶ ገዛ ምስ ናቱ ኣብ ሓደ ካንሸሎ ምኻኑ ነገረኒ በዚ ውን ደስ በለኒ ምኽንያቱ በቲ ሓደ ቤተሰብ ክኾኑ ዮም ኢለ ስለ ዝሓሰብኩ በቲ ሓደ ከኣ ሓፍተይ ኣብኡ ምህላዋ ኣብ ሞንጎና ዘሎ ፍቕሪ ክሕሎ ዩ ኢለ ስለ ዝሓሰብኩ ዩ ከምዚ ኢለ ዋላ እኳ እንተ ተዛረብኮ ብሓንሳብ ምኻኖም ንዓይ ግን ዕረፍቲ ዩ ነይሩ ቀልጢፈ ከይደ ሓፍተይን ኣፍቃርየይን ክረክብ እኳ እንተ ሃረፍኩ ግን ከኣ ኣይከኣልኩን ክሳዕ ዕረፍቲ ዝህቡኒ ብትዕግስቲ ተጸብየ ብሞባይል ጥራይ እንዳዕለልክዎም ናፍቖተይ መመሊሱ እንዳወሰኸ መዓልታተይ ምቑጻር ጀመርኩ። ግዚኡ ኣኺሉ ከኣ ተመሊሰ ገጾም ክሪኦም ናብ ኣዲስ ኣምራሕኩ። መጀመርታ ተቐቢሎም ናብ እንዳ መሓዛይ ወሰዱኒ። ዘይከም ካልእ ግዜ ኣፍቃሪየይን ሓፍተይን ስለ ዝተቐበሉኒ ፍሉይ ስምዒት ተሰሚዑኒ። መሓዛይ ረኺበያ ከኣ ብሓንሳብ ጽቡቕ ግዜ ኣሕለፍና። ብድሕሪኡ ከኣ ሒዞምኒ ናብቲ ንሳቶም ዝነብሩሉ ናቱ ገዛ ስለ ዝገፍሕ ብምባል ናብ ናቱ ገዛ ኣተና። ኣብዚ ግዜ እዚ ሓፍተይ ኣብ ገዝኡ ዘድልየኒ ነገር ክትቀራርበለይ፣ መግቢ ክትሰርሕ፣ ናብትን ናብትን ክትብል ርእየ ቅርበቶም ማዕረ ክንድዚ ድዩ? ኢለ ክግምት ፈተንኩ። ብዝኾነ ግን መዓልቲ ሓሊፉ ጽቡቕ ኣምሲና ነናብ ዓራትና ኣምራሕና። ንጽባሒቱ ናፍቀርየይ ስራሕ ኣትሒዘ ክመጽእ እየ ኢሉ ካብ ገዛ ወጸ እሞ፣ ኣነን ሓፍተይን ዘድሊ ነገር ክንገብር ኣብ ገዛ ተረፍና ሕጂ ውን ከም ዝሓለፈ ኩሉ ነገር ኣስተውዓልኩላ እንዳ በርበረ እንዳ ሽሮ ኩሉ ነገር ኣብ ምንታይ ከም ዝቅመጥ ኣጸቢቃ እያ ትፈልጦ ተገሪመ ከኣ ከምዚ ኢለ ሓተትኩዋ ኩሉ ኣብዚ ገዛ ዘሎ ትፈልጥዮ ኢኺ ብዙሕ ግዜ ትመጺ ዲኺ ማለተይሲ ጸብሒ ገለ ባዕልኺ ዲኺ ትሰርሕሉ እንዳበልኩ ሓተትክዋ። ንሳ ከኣ ኖኖ ኣይኮንኩን ግን ከኣ ንብረት ንለቓቓሕ ስለ ዝኾንና ንብረቱ ኣበይ ከም ዝቕመጥሲ ይፈልጦ'የ በለትኒ። ንዓይ መልሳ እኹል'ዩ ነይሩ። ብዝኾነ ግን ዝጎደለ ንብረት ኣብቲ ገዛ ኩሉ ርኢና ንሳ'ውን ዘይብሉ ነገር ስለ ትፈልጦ ነጊራትኒ'ውን ስለ ዝኾነት ንጽባሒቱ ኣንጊህና ንሱ ስራሕ ኣብ ዝኸደሉ ኩሉ ዝጎደለ ኣቑሑት ናይቲ ገዛ ክንመላልእ ጀመርና። ካብቲ ዝነኣሰ ንብረት ክሳዕ'ቲ ዝዓበየ ገዝኡ ናይ ሓዳር ክሳዕ ዝመስል ኩሉ ንብረት መላእናሉ። ናብ ስራሕ ከይዱ ስለ ዝነበረ ኣይፈለጠን። ምስ መጸ ግን ርእዩ ኣዝዩ ተሓጎሰ። ኣነ'ውን ምሕጓሱ ርእየ ኣዝየ ተሓጎስኩ። ኣብተን ዝነበራኒ ግዜ ምስ ኣፍቃሪየይ ግዜ ከነሕልፍ ኣይከኣልናን። ምኽንያቱ ሓፍተይ ኣብ መንጎና ስለ ዝነበረት። ብሓንሳብ ክንወጽእ እንተዘይኮይኑ። ኣብ ገዛ ገዲፍናያ ክንከይድ ከቢድ እዩ ነይሩ። ሓቂ ምዝራብ እውን ናይ ስድራይን ናታን ናፍቖት ስለ ዝነበረኒ ገዲፈያ ክወጽእ ግቡእ ኰይኑ ኣይተሰምዓንን። ብዝዀነ ዀይኑ ግን እቲ ምስ ኣፍቃሪየይ ከሕልፎ ዝመደብክዎ ግዜ ምስ ክልቲኦም ኰይነ የሕሊፈዮ ናብ ዓደይ ተመለስኩ። ኵሉ ሓሳበይ ብዛዕብኦም እዩ። ምስ ኣፍቃሪየይ ወላ ሓንቲ ግዜ ዘይምሕላፈይ ኣዝዩ እኳ ቂር እንተበለኒ፣ ክልቲኦም ብሓንሳብ ምህላዎም ግን ቤተሰብ ኰይኖም ኢለ ኣዝየ ተሓጐስኩ። ንኽልቲኦም ዘድሊ ነገር ከማልኣሎም ጀመርኩ። ከምዚ ኢሉ ውን ኣፍቃርየይን ሓፍተይን ብሞባይል እንዳረኸብኩ ደጊመ ክረኽቦም እንዳናፈቕኩ ኣርባዕተ ወርሒ ዝኸውን ምስ ጸናሕኩ ብዘይተረደኣኒ ምኽንያት ኣፍቃርየይ ደደዊለ ክስእኖ ተሌፎኑ ውን ክኣብየን ጀመረ ብተደጋጋሚ ፈቲነ ክረኽቦ ስለ ዘይከኣልኩ ንሓፍተይ ደዊለ ዝስእኖ ዘለኹ እንታይ'ዩ ኮይኑ ደሓን ድዩ ክብል ሓተትኩዋ ንሳ ከኣ ደሓን ምዃኑ ነገረትኒ መልሳ ተቐቢለ ደጋጊመ ድሕሪ ምፍታን ሕጂ ስለ ዝኣበየኒ ንኻልኣይ ግዜ ሓተትክዋ። ምስ መን ከም ዝራኸብ ክትነግረኒ ክትከታተሎ ነገርክዋ። ሕጂ'ውን መልሳ ንሱ ጽቡቕ እዩ ዘሎ፣ ምስ ሓንቲ ጓል ከኣ ርእየዮ ኣይፈልጥን'የ ብምባል ከምኡ ዓይነት ሰብ ከም ዘይኮነ ነገረትኒ። እንታይ'የ በዲለዮ? ኣይተረድኣንን። ሃንደበት ጠባዩ ምቕያሩ ኣዝዩ ኣተሓሳሰበኒ። ደጊመ ደጋጊመ ክረኽቦ ፈቲነ ግን ኣይከኣልኩን። መሊሰ'ውን ንሓፍተይ ክልእካ ብምባል ናብ ስርሑ ከይዳ ምስ መን ከም ዝራኸብ ክትከታተሎ ክትነግረን ነገርኩዋ። ቅንይ ኢለ'ውን ሓንቲ ብተደጋጋሚ ዝረኽባ ጓል ከም ዘላ፣ ምሳኣ ክህሉ ከሎ ኣዝዩ ሕጉስ ከም ዝኸውን ነገረትኒ። ዘረባኣ ኣዝዩ ኣሰንበደኒ። ደው ኢለ ክዛረብ'የ እቲ ዝተፈጥረ ከኣ እንተ በልኩዋ፣ ከምኡ እንተ ጌርኪ ደኣ ኣነ ከም ዝነገርኩኺ ክፈልጥ'ዩ። ስለዚ ኣይትንገሬ በለትኒ። መዓልታት ተቖጺሩ፣ ደጋጊመ ናብኡ ምድዋል ግን ኣየቋረጽኩን። ብዘይከውን ግዜ ከሕልፈለይ ግቡእ ከም ዘይኮነ ስለ ዝተረዳእኩ ከኣ ንሓፍተይ ኣሚነ ክገድፎ ከም ዘለኒ ወሰንኩ። ከምዚ ከኣ በልክዋ፣ ድሕሪ ሕጂ ምድዋል ኣቋሪጸ ኣለኹ። ከምቲ ስቕ ኢሉ ዝገደፈኒ ኣነውን ክገድፎ ወሲነ ኣለኹ። ዘረባይ ከማን ኣይወደኣትንን። ይሕሸኪ! ካልእ ህይወት ክግበር እዪ ብምባል ቀልጢፋ ዓጸወትኒ። ንሳ'ውን ንምንታይ ከምኡ ከም ዝበለት ኣይተረድኣንን፣ ብሓፈሻ ግን ኩሉ ነገር ከተሓሳስበኒ፣ ዝፍጠር ዘሎ ነገር'ውን ምንጻር ክኣብየኒ ጀመረ። ዋላ'ኳ ኣብ ህይወት ወሲነ እንተ ነበርኩ፣ ግን ከኣ ምኽንያቱ ከይፈለጥኩ ክርሕቕ ኣይደለኹን። ብኸምዚ ከኣ ደጊመ ደወልኩሉ። ድሕሪ ክንደይ ኣዋርሕ ንደወለይ ተቐበለ። እንታይ ከም ዝተፈጥረ፣ ንምንታይ ተሌፎኑ ከም ዝዓጸወኒ ሓተትክዎ። ንሱ ከኣ። ኣብ ሕማቕ ኩነታት ከም ዘሎ ብምንጋር ከም ዝበለኒ ጽቡቕ ይስምዓኒ የለን እቲ ንስኺ ትሰድለይ ከኣ ኣብ ክንዲ ዝጠቕመኒ ጎዲኡኒ እዩ ሕጂ ከኣ ኣነ ናተይ ዝብሎ ሂወት ክምስርት ይደሊ ኣለኹ ስለዚ በጃኺ ንዓይ ግደፍኒ በለኒ ኣነ ከኣ ሕጂ ውን እኮ ናትካ ሂወትካ ኢኻ ትነብር ዘለኻ ኣቦኻ ወይ ኣዴኻ ኣገዲዶም ዘጀመሩኻ ሂወት ኣይኮነን እንታይ ኢኻ ትኾን ዘለኻ እንታይ እየ በዲለካ ትርሕቐን ዘለኻ እንዳበልኩ ክበኪ ጀመርኩ ግን ወላ ሓንቲ መልሲ ኣይሃበንን። በቃ ቻው ብምባል ኣብ እዝነይ ዓጸወኒ። ኩሉ ነገር ደንጽዩኒ እቲ ንዕኡ ብምርካብይ ዝተሓጎስክዎ ተመሊሱ ከጉህየኒ ጀመረ። ካብ ንፈላለ ሸሞንተ ወርሒ ኣብ ዝገበርናሉ ግዜ ከኣ ዘይተጸበኽዎ ሓፍተይ ውን ተሌፎና ክትዓጽወኒ ኣብቲ ትቕበለኒ ውን እንዳ ጓሃየት ክትዛረበኒ ዕላላ ውን ክቕየረኒ ጀመረ። ኩሉ ትኾኖ ዘላ ኣዝዩ ገረመኒ ቁሩብ ጸኒሓ ውን ጠቕሊላ ረሓቐትኒ ዓቕለይ ኣጽቢበ ስርሐይ ብግቡእ ክሰርሕ ኣይከኣልኩን ናብ መሓዛይ ደዊለ ከኣ ብዛዕባ ክልቲኦም ሓተትክዋ ንሳ ውን ኣብ መንጎኦም ዘሎ ርክብ ፍሉጥ ከም ዘይኮነ ግን ከኣ ኣብቲ ገዛውቶም ክልተ ሰለስተ ግዜ ዝኸውን ብሓንሳብ ከም ዝረኣየቶም ርክቦም ውን ፍቑራት ይመስሉ ብምባል ነገረትኒ ምስ ነብሰይ ከኣ እንታይ እዩ ዝፍጠር ዘሎ ሓፍተይ ከ እንታይ እያ ትገብረን ዘላ እንዳበልኩ ምሕሳብ ጀመርኩ። ብሓሳባተይ ከኣ ንድሕሪት ተመሊሰ ኩሉ ከስተንትኖ ክዝክሮን ፈተንኩ። ለከ እንዶ ግዳ ብዘይ ምኽንያት ኣብ ገዝኡ ዘሎ ንብረት ክትፈልጥ ኣይትኽእልን'ያ። ኩሉ ዝተዓዘብኩዎ ነገራት ኣብ ርእሰይ ተሰኣለኒ። ኣዝየ ተጨነቕኩ። ንኽልቲኦም ብሓደ ምግባረይ ተጋግየ ግዲ እንዳበልኩ ሓሰብኩ። ናብ ስድራ ደዊለ ከኣ ደሃይ ትገብር እንተሃልያ ክሓትት ፈተንኩ። ግን ከኣ ንሳቶም ቀዲሞም ንዓይ ደሃያ ሓተቱኒ። ብሰበሰብ ጽቡቕ ከም ዘላ ንሰምዕ ኢና፣ ግን ከኣ ብልክዕ ከመይ ከም ዘላ ኣይንፈልጥን፣ ንስኺ ኢኺ ክትፈልጢ ዘለኪ ብምባል ተዛረቡኒ። ኣነ እውን ንዕኦም ከህድእ፣ ኣነ ደሃያ ክገብር እየ ጽቡቕ ኣላ ኣይትሸገሩ ብምባል ዓጸኹዎም። ደጋጊመ ክረኽባ እውን ፈቲነ ግን ኣይከኣልኩን። ሕጂ እውን ደጊመ ብዙሕ ነገር ምሕሳብ ኣየቋረጽኩን። እቲ ኣብ መንጎ ሓፍተይን ኣፍቃሪየይን ዘስተውዓልኩዎ ነገር፣ ክኣምኖ ኣይደለኹን እንደገና ከኣ ነታ ኣዝየ ዝኣምና መሓዛይ ናብ ሓፍተይ ከይዳ ከመይ ከም ዘላ ክትሪኣ ነገርክዋ ንሳ ውን ከምቲ ዝበልክዋ ገበረት ነዊሕ ኣይጸነሐትን ቀልጢፋ ደወለትለይ ናይ ጭንቀት ብዝመስል ኣዘራርባ ከኣ ሄሎ ሄሎ ክትብለን ጀመረት ኣነ ከኣ ብታህዋኽ ሓፍተይ እንታይ እያ ኮይና ንምንታይ ከ እቲ ተሌፎና ዘይተልዕሎ በጃኺ ንገርኒ እንዳበልኩ ሕቶ ብርእሲ ሕቶ ደራረብኩላ። ንሳ ውን ኣዝያ እንዳ ሓዘነት በቃ በቃ እቲ ፍቃሪኪ ምስ ሓፍትኪ ምንባር ጀሚሩ ዩ ኣብ ሓደ ገዛ ብሓንሳብ ዮም ዝነብሩ ዘለዉ ሓፍትኪ ከኣ ናይ ሸሞንተ ወርሒ ጥንስቲ እያ ዘላ ሓፍትኪ ረኪበያ ኩሉ ነገር እንዳ ነበዐት የዕልላትኒ እያ ኣብቲ መጀመርታ ፍቃሪኪ ኣብ መንጎኩም ዋላ ሓንቲ ነገር ከም ዘየለ ነጊሩ ከም ዘታለላ እያ ነጊራትኒ ሕጂ ከኣ ካብ ናትክን ናቱን ፍቅሪ ናይ ክልቲኦም ፍቅሪ ስዒሩ ብሓንሳብ ይነብሩ ኣለዉ። ሕጂ ከኣ ሂወትኪ ንበሪ ንዓኺ ዝበሎ ኣምላኽ ሒዝዎ ኣሎ እንዳ በለት ከተጸናንዓኒ እንዳ ፈተነት ኩሉ ዘጋጠማ ነገረትኒ ቀጺላ ውን ሓፍትኺ በዚ ምኽንያት እያ ጠፊኣትኪ ስለዚ ከኣ ኣይትሻቀሊ ዋላ እኳ ክነግረኪ እንተ ከበደኒ ግን ከኣ ምፍላጥኪ ኣይተርፈክን ኢለ ነጊረኪ ሕጂ ከኣ ሓፍትኺ ንዓኺ ኮነ ንስድራኺ ክትረኽበኩም ድሌት ከም ዘይብላን ብፍቅሪ ናይቲ ወዲ ከም ዝዓወረት እየ ኣስተውዒለላ። ነዚ ሰብ እዚ ንሕና ኢና ቅድሜኪ ንፈልጦ ኔርና ግን ኩሉ ነገር ከም ቀደሙ ኣይኮነን ካባና ውን ሪሒቁ እዩ ግን ግብሩ እዩ ኣርሒቅዎ ንስኪ ግን ኣይትጨነቂ እንዳ በለት ልበይ ደጊፋ ክትነግረን ጀመረት ኣዝየ ሓዚነ ዝሕዞን ዝጭብጦን ጠፋኣኒ ዝርንዛሕ ነባዕኩ ግን ከኣ እንታይ ክግበር ይክእል ነቶም ከምዚ ከማይ ብውላዶም ተጨኒቆም ክድውሉለይ ዝውርሑ ስድራና ዝረከብኩዎ መልሲ ክነግሮም ብምድዋል ጓሎም ብዘይ ፍቃዶም ሓዳር ጌራ ስለ ዝወለደት ክትረኽቦም ከም ዘይከኣለት ነገርክዎም። ንሳቶም ከኣ እሞ ሓዳር ምግባርን ምውላድንዶ ካባና ይጥፍእ'ዩ? እንዳ በሉ ክሻቐሉ'ዮም ዝጀመሩ። ኣቦይን ኣደይን ኣብ መንጎ ክልቴና የሕዋት ዝተፈጥረ ጉድ ከይፈለጡ ክሻቐሉ ርእየ ኣዝየ ሓዘንኩ። ኣብዚ ሕጂ እዋን ሓፍተይ ኣደ ቆልዓ እያ ዘላ። ብዝተፈላለየ ሰባት ደሃያ እንዳ ገበርኩ ክሓተላ ከለኹ ምስ ሰብኣያ ናብራ ከቢድዎም ይሽገሩ ከም ዘለዉ፣ ንሱ ዝተፈላለየ ስራሕ ይሰርሕ እኳ እንተ ዀነ፣ ግን ከኣ ናብራ ኸም ዝኸበዶም እዮም ዚነግሩኒ። ውሽጠይ ብጽልኣት ተመሊኡ፣ ክረኽባ ኣይደልን እየ። ሰለስተ ግዜ ይኸውን ናይ ይቕሬታ መልእኽቲ ሰይዳትለይ፣ ግን ግን ከኣ ዓቕሚ ኣይረኸብኩን። ዋላ እኳ ኽሕግዛ ኸም ዘለኒ እንተ ሓሰብኩ፣ ንዓኣ ምሕጋዝ ማለት ንዕኡ ምሕጋዝ ምዃኑ ሓሲበ፣ ክሕግዛ ኣይደልን። ክሳዕ ሕጂ ዘይተመለሰለይ ሕቶ፣ እንተሃልዩ ንክልቲኦም ምርኻበይ ኣነ ድየ ጌጌኛ ዋላስ ሓፍተይ ድያ ዋላስ እዚ ናይ ቀደም ኣፍቃርየይ ናይ ሕጂ ሰብኣይ ሓፍተይ ዝኾነ ሰብ። ስድራይ እናሻዕ እንዳደወሉ ደሃያ ክሓቱኒ ከለዉ ሰባት ሓቲቶም ናብራ ይኸብዳ ከምዘሎ ከምዝነገሮም ብምንጋር፣ ትሕግዝያዶ ኣለኺ ንሓፍትኺ? እንዳበሉ ብተደጋጋሚ ክሓቱኒ ናይ ውሽጥና ኣብ ሞንጎና ክተርፍ ኢለ ዋላኳ ይሕግዛየ እንተበልክዎም ንሳቶም ግን ትሽገር ከምዘላ ስለዝሰምዑ ንዓይ ምጭቕጫቕ ኣይሓደግዎን። ንስድራየይ ክብል ዶ ኩሉ ገዲፈ ምስ ሓፍተይ ክዕረቕ ዋላስ ከምቲ ዝጀመረቶ ሂወታ፣ ባዕላ ክትወጾ ንዓኣ ዕድል ክገድፈላ። ሕቶታተይ ንክገብሮም ልዕሊ ዓቅመይ እዮም ስለዚ እንታይ ትመክሩኒ? የቀኔለይ።